ሰላም ሰላም ዝኸበርኩም ተኸታተልቲ ምሳኹም ዘለኹ ዶክተር ፊልሞን ንጉሰ ዮሃንስ እየ ካብ ኢስት ኣፍሪካ ኢንተርናሽናል ሜዲካል ሰንተር ሎሚ ኣልዒልናዮ ዘለና ዛዕባ ብዛዕባ ኤምፖክስ እዩ ኤምፖክስ ኣብዚ ዓመት እዚ ኣውት ብሬክ ተራእዩ ብኣፍሪካን ሲዲሲ ብዳብሊው ኤችኦ እውን ናይ ዝለዓለ መጠንቀቕታታት ሓበሬታ ወፂኡ ኣሎ መጀመርታ ኤምፖክስ እንታይ እዩ እንተይልና ኤምፖክስ ብቫይረስ ዝመፅእ ሕማም ኮይኑ እዚ ሕጂ ዓመት ዝረኣ ዘሎ ናይ መጀመርታ ተርእዮ ኣይኮነን ኣብ ክልተ ሽሕን ዒስራን ክልተን ቅድሚ ክልተ ዓመት ካብ ጥሪ ጀሚሩ ኣብ ዴሞክራሲያዊት ሪፓብሊክ ኮንጎ ዝጀመረ ተላብዖ ተራእዩ ነይሩ ማለት እዩ። ካብኡ ቀጺሉ እውን ናብ ሃገራት ኤውሮጳን ኣሜሪካን ኣስፋሕፊሑ። ውድብ ጥዕና ዓለም፣ WHO፣ ድማ ዝለዓለ ናይ መጠንቀቕታ ጻውዒት ኣቕሪቡ። ኩሉ ናይ ህዝባዊ ጥዕና ዝግበር ምጥንቃቓት ተገይሩ፣ ክታበት ተዓዲሉ ድማ ኣብ ክልተ ሽሕን ዕስራን ሰለስተን ኣብ ትሕቲ ቁጽጽር ውዒሉ ነይሩ። ሕጂ ከም እንደገና እዩ ዝለዓል ዘሎ። ኣብ ደሞክራስያዊት ሪፓብሊክ ኮንጎ እዩ ጀሚሩ፣ ሕጂ እውን ኣብዚ ዓመት እዚ ድማ ክሳብ ልዕሊ ዓሰርተ ሓሙሽተ ሽሕ ዝኸውን ኬዝስ ተራእዮም ኣለዉ። ካብኡ ቀጺሉ እውን ንክሳብ ዓሰርተ ሰለስተ ሃገራት ዝኾን ኣፍሪቃ ከኣ በጺሑ ኣሎ። ገለ ንምጥቃስ ብሩንዲ፣ ርዋንዳ፣ ኬንያ፣ ኣብ ዩጋንዳ እውን ተራእዩ ተባሂሉ ሪፖርትድ ኮይኑ ኣሎ። እዚ ካብቲ ቅድሚ ክልተ ዓመት ተራእዩ ዝነበረ እንታይ ዝፈለዮ ነገር ኣሎ እንተይልና ሓደ ተላባዕነት ማለት እዩ። እዚ ሕጂ ዝረአ ዘሎ ዓይነት ብዝያዳ ብዝቐልጠፈ ክላባዕ ተኽእሎ ኣለዎ። ካልኣይ ከዓ ኣብቲ ከምፅኦ ዝኽእል ሞት ማለት እዩ። ካብቲ ናይ ዝሓለፈ ዝነበረ ኣውትብሬክ ልዕሊ ዓሰርተ ሓሙሽተ ዕፅፊ ናይ ሞት ሳዕቤናት ከምፅእ ይኽእል ማለት እዩ። በዚ መሰረት እዚ ድማ ዕለት ዓሰርተ ሰለስተ ነሓሰ ኣፍሪካን ሲዲሲ ዝለዓለ መጠንቀቕታ ንክፍለ ዓለም ኣፍሪቃ ኣብ ሓደጋ ከእቱ ይኽእል እዩ፣ ናብ ኩሉ ከስፋሕፍሕ ይኽእል እዩ ተባሂሉ ኣዋጅ ኣውጺኡ ነይሩ። ልክዕ ድሕሪ ሓደ መዓልቲ ከኣ ውድብ ጥዕና ዓለም ከኣ እቲ ናይ ዝለዓለ መጠንቀቕታ ጻውዒቱ ኣዊጁ ማለት እዩ። ናብ ካልኦት ሃገራት ዓለም ካብ ኣፍሪቃ ወጺኡ ክላባዕ ይኽእል እዩ ተባሂሉ ድማ ኣዋጅ ወጺኡ። ዕለት ዓሰርተ ሓሙሽተ ድማ ሓደ ቀዳማይ ኬዝ ኣብ ስዊድን ተራእዩ ማለት እዩ። ኣብ ኤውሮጳ ንመጀመርታ ግዜ ኣብ ስዊድን ሓደ ኬዝ ተራእዩ ኣሎ። እቲ ኣሰካፊ ዝገብሮ ዘሎ እዚ ብዝያዳ ይላባዕን ካብቲ ናይ ዝሓለፈ ክልተ ሽሕን ዕስራን ክልተን ተራእዩ ዝነበረ ድማ ዝለዓለ መጠን ሞት ከስዕብ ከምዝኽእል እዩ ዝንገር ዘሎ። ዕለት ዓሰርተ ሽዱሽተ ነሓሰ ድማ ኣብ ኤሽያ ኣብ ፓኪስታን ሓደ ሕሙም ተረጋጊጹ ኣሎ፣ ኤምፖክስ ሓሚሙ ከም ዘሎ፣ እዚ ሕሙም እዚ ካብ ሃገራት ዓረብ ናብ ፓኪስታን ከም ዝኣተወ ድማ ተረጋጊጹ ኣሎ ማለት እዩ። ስለዚ ካብ ኣፍሪቃ ወጺኡ ናብ ኤውሮጳ ናብ ኤስያ ይመሓላለፍ ኣሎ፣ ናብ ኣሜሪካ ናብ ካልኦት ሃገራት እውን ክቕጽል ተኽእሎታት ክህልዎ ይኽእል ማለት እዩ። ካብቶም ቀንዲ ምልክታት ዘርእዮም ረስኒ፣ ቅርጥማት፣ ቃንዛ ርእሲ፣ ቃንዛ ሕቖ፣ ድኻም፣ ኣብ ከባቢ ክሳድን ካልእ ክፍሊ ኣካላትን እውን ጽክታት ናይ ምሕባጥ፣ ካብቲ ቀንዲ መላለይኡ ድማ ኣብ ቆርበት መጀመርታ ትኳዕ ትኳዕ፣ ዳሕራይ ሕበጥ፣ ቀጺሉ እውን እቲ ቁስሊ ዝወጽእ ማይ ብምውምዓግ ወይ ሙግሊ ብምሓዝ ኣብ መወዳእቱ ከኣ ነቒጹ ተቐሪፉ ከም ዝኸይድ እዩ ማለት እዩ። ኣብ ገጽ እዩ ዝጅምር፣ ዝበዝሐ ግዜ እዚ ናይ ቆርበት ምልክታት ካብ ገጽ ጀሚሩ ከኣ ናብ ካልእ ይላባዕ ማለት እዩ። ካብቲ ረስኒ፣ ቅርጥማት፣ ቃንዛ ርእሲ ዝጅምረሉ ድማ ሓደ ክሳብ ሓሙሽተ መዓልቲ ጸኒሑ እዩ ዝመጽእ። ካብቲ ንሰብ ዝተቓላዕናሉ፣ ንሓደ ኤምፖክስ ዘለዎ ሰብ እንተ ተቓሊዕና ድሕሪ ሓደ ሰሙን ክሳብ ሰለስተ ሰሙን ጸኒሑ እዩ እቲ ምልክታት ኣብቲ ካልኣይ ሰብ ዝረኣ። ንኽሓዊ ድማ ክልተ ሰሙን ክሳብ ኣርባዕተ ሰሙን ክወስድ ይኽእል። ብኸመይ እዩ ዝመሓላለፍ እንተይልና ከኣ ቅድሚ ሕጂ ዝነበረ ናይ ኤምፖክስ ኣውትብሬካት ኣብ ኣፍሪቃ ኣብ በዓል ኮንጎ ኣብ ሽሕን ትሽዓተ ሚእትን ሰብዓን ዝረኣ ዝነበረ ብድሕሪኡ ካብ እንስሳ እዩ ዝመሓላለፍ ነይሩ ማለት እዩ። እዚ ኣብዚ ቀረባ ግዜ ክልተ ሽሕን ዕስራን ክልተን እዚ ሕጂ ዝረኣ ዘሎ ግን ካብ ሰብ ናብ ሰብ ብቐጥታ ክመሓላለፍ ይኽእል እዩ። ዝያዳ ጥቡቕ ዝኾነ ኣካላዊ ምቅርራብ ከም ምስዕዓም፣ ምትሕቑቛፍ፣ ጾታዊ ርክብ ኣዝዩ ዝተቐራረበ ምስትንፋስ እውን ከመሓላለፉ ይኽእሉ። ብተወሳኺ ምስቲ ቁስሊ ኣብ ቆርበት ዝወጽእ ናይቲ ሰብ ምስቲ ቁስሊ ዝፍጠር ምትንኻፋት ወይ ናይቲ ተሓሚሙ ዘሎ ሰብ ክዳውንቲ፣ ኣንሶላ፣ ፍርናሽ፣ ዓራት ብምትንኻፍ ከኣ ክመሓላለፍ ይኽእል ማለት እዩ። እዚ ተላዒሉ ዘሎ ለብዒ ምፍራሕ ግቡእ ኣይኮነን። እቲ ቀንዲ ኣገዳሲ ነገር ዝያዳ ምንቃሕን ፈሊጥካ እቲ ዝግባእ ነገራት ምግባርን እዩ ማለት እዩ። ካብቶም ቀንዲ መከላኸሊ ድማ እቲ ምትሕልላፉ ምስቲ ቁስሊ ወይ ክዳውንቲ ወይ ኣንሶላ ናይቲ ሰብ ብምትንኻፍ ክንብል ጸኒሕና። ስለዚ እቲ ምትንኻፋት ምጉዳል ማለት እዩ። ሓደ ሰብ እንድሕር ኤምፖክስ ሓሚሙ ኣሎ ምስዚ ሰብ እዚ ሰላምታ፣ ጥቡቕ ኣካላዊ ምቅርራብ፣ ምትሕቑቛፍ እዚ ክውገድ ክኽእል ኣለዎ። ካልኣይ ማስክ ብምግባር ምናልባት ኣባላት ስድራ እንተኾይኖም እንድሕር ንኣሊ ኣለና ሓደ ሕሙም ከዓ ብጥቡቕ ዝኾነ ምስትንፋሳት ክመሓላለፍ ስለ ዝኽእል ማስክ ብምግባር ኣእዳውና ድማ ብዝግባእ ሳምናን ማይን ጌርና ብምሕፀብ ክንከላኸል ንኽእል ምናልባት እቲ ዝሓመመ ሰብ ንሕና እንተኾይንና ድማ እቲ ቁስልና ዝያዳ ስለ ከመሓላልፍ ዝኽእል ኣብቲ ንገብሮ ክዳን እቲ ንለብሶ ዝግበኣና ክዳን ሙሉእ ኣካላትና ንቁስልና እውን ዝሽፍን ክኸውን ይግባእ ማለት እዩ። ሓፈሻዊ መከላኸሊ ኣለዎ ዶ ወይ መድሃኒት ኣለዎ ዶ ንዝብል ሕቶ ከኣ ኤምፖክስ ክታበት ኣለዎ። ብኽታበት ክንከላኸሎ ንኽእል ኢና። ኣብቲ ቅድሚ ክልተ ዓመት ተራእዩ ዝነበረ ለብዒ ክታበት ተዋሂብዎ ኣብ ብዙሕ ሃገራት ኣብ ኣፍሪቃ፣ ኣብ ኤውሮጳ፣ ኣብ ኣሜሪካ ተዋሂቡ ኣብ ቁጽጽር ውዒሉ ነይሩ ማለት እዩ። ሕጂ ከኣ ክታበት ብምሃብ ክንከላኸሎ ንኽእል ኢና። ብልክዕ ሕጽረት ናይ ክታበት ኣሎ፣ እቲ ዘሎ ዓቐን ክታበት ምስቲ ነዚ ሕማም እዚ ንምቁጽጻር ዘድሊ ዓቐን ክታበት ብምንጽጻር ኣዝዩ ውሑድ እዩ ዘሎ፣ ግን ውድብ ጥዕና ዓለም ብዝገብሮ ዘሎ ምትሕግጋዝን ምትሕብባርን ከኣ ዝያዳ ክታበት ተሰሪሑ ናብ ህዝቢ ክውዕል ተስፋ ይግበረሉ ኣሎ ማለት እዩ። ሚኒስትሪ ጥዕና ዩጋንዳ ዕለት ዓሰርተ ሽዱሽተ ነሓሰ መግለፂ ኣውፂኡ ነይሩ። ሚኒስተር ጥዕና ዶክተር ጄይን ሩት ብዝሃበቶ መግለፂ ክልተ ኬዝስ እዮም ብርጉፅነት ተለልዮም ዘለዉ፣ ኣብ ትሕቲ ቁፅፅር ውዒሉ ከምዘሎ ንዝያዳ ምስፍሕፋሕ ድማ ኣስጋኢ ከምዘይኮነ መግለፂ ኣውፂኣ። ብተወሳኺ ግን ከምዚ ክበሃል እንከሎ ዝያዳ ምጥንቃቕ ከም ዝግባእ፣ እቲ ሕብረተሰብ ነቒሑ ነቲ ሚኒስትሪ ዘውጸኦ ዘሎ ናይ ምክልኻል ኣገባባት ክከታተል ግቡእ ምዃኑ መግለጺ ኣውጺኦም ነይሮም። ስለዚ ነቲ ዝወጽእ ዘሎ ብሚኒስትሪ ሓበሬታ እንዳተኸታተልና ነብስናን ነብሲ ስድራቤትናን ክንሕሉ ናይ መወዳእታ ለበዋ እዩ። ዝኾነ ሓበሬታ እንተለዎም ብወገንና ክወጽእ እዩ።